ሰላም ሰላም ክብራትን ፍትዋትን ናቻናሪ ቤተሰብ ደቂ ዓበይቲ ዋይ ሃመይ ውዕልኩምለይ ኩሉ ሰላም ኣነ ሰላም እየ ንስኻትኩም ድማ ሰላም ክትኾኑ እናተመነኹ ሎማዓንቲ ከምቲ ትርእይዎ ኣለኹም ክልተ ሚእቲ ካሩ ኮይኑ እንደገና ድማ ብኩንትራት እዩ ዝስራሕ ኣሎ እዚ ኸ ክንደይ ሰራቢ እዩ ኩንትራት ኸ ክንደይ ሓምለ ስራሕ ኣሎ እስካ መጨረሻ ቪድዮ ይስምዕዎ ማለት እዩ ቅድሚ ኩሉ ግን ንቻናለይ ሓደስቲ ዝኾንኩም ሼር እናገበርኩም ሳብስክራይብ እናገበርኩም ቤተሰብ ሁኑ ቤተሰበይ ዝኾንኩም ድማ ላይክ ሸር ናጎርኩም ክትኣትዩ ብትሕትና ይሓትት ብቃደማይ ለቆቕኩዋ ቪድዮ ነይራ ኣጋጣሚ ኮይኑ ላይክ ድማ እስካብ ሰለስተ ሚእቲ ገለ ስለለውፃሕኩምለይ ካብ ልቢ እየ ዘመስግን እንድሕር ንስኻትኩም ኣተዋዊዕኩምኒ ላይክ እናጎርኩም ኣቲኹም ኮይንኹም ሼር እናጎርኩም ኣቲኹም ኮይንኹም እዚ ቪድዮ እውን ኣብ ደስ ዝበለኩም ልከሪኦኩም ልከምፀልኩም ድማ ተስፋ ይገብር ማለት እዩ ብዛ ልክኣልኩዋ መጠን ሎማዓንቲ ኣብ ኢና ንርከብ ከምቲ ትርእይዎ ኣለኹም ሓድሽ ሰረት መጀመርያ ላረኣኹኩም ነይረ ዶ ገዛና ድማ ኣብዚ ቦታ እዚ ወፂሑ ማለት እዩ ከምቲ ትርእይዎ ኣለኹም እዚ ሽንቲ ቤት እዩ ከምቲ ትርእይዎ ኣለኹም ረእይዎ ሽንቲ ቤት እዚ ልታሕቲ ሰለስተ ሜትሮ ጥልቀት እዮም ሰሪሖምዎ እኒው ከምቲ ትርእይዎ ኣለኹም ውሽጢ ለነዲቆም ካልኣይ ነገር ድማ ኣርማትራ ሞሊኦም ብደንብ ገይሮም ከምቲ ትርእይዎ ኣለኹም ሓመድ ልወይኑ ስሚንቶ ልወይኑ ፍልይ ኣቢሎም ወኒኡ ድሮም ኩንትራት እንድሕር ክተስልጥ ኮይንካ እንድሕር ቅርሺ ተረኪቡ ኩንትራት በቃ ናጋ ኢሎም ይብል በቃ ሆ ይልብል ምስራሕ ብጣዕሚ እዩ ደስ ዝብል ከምዚ ትሪእዎ ኣለኹም ኩሉ የተፈላለየ እኒኦ ኣርማትራ መሊኦም እዮም ከዚ ብሊኮት ጀሚሮም እዮም ትማሊታት ማለት እዩ እዚ ገዛ እዚ ከ ኣብ እዩ ብዝበሃል እዚ ገዛ እዚ ኣብ ደብሪ እዩ ደብሪ ኮይኑ ድማ ገንሓ ዝበሃል ዓዲ ድንጉርስ ንእሽተን ሕልፍ ኢልካ ብያንስ ዓሰርተ ደቂቃ ወይ ድማ ዓሰርተ ሓሙሽተ ደቂቃ እዩ እዚ ቦታ እዚ ኩሉ ተቆጺሩ እዩ ኩሉ ድማ ካርታ ልክመጾ ተስፋ ንገብር ምክንያት ኩሉ እዚ ነባር ትሕዝቶ እዩ ኩለኩም ደልየ እየ ኣብ ደብሪ ኣብዚ ሕዚ ሰዓት ሓሓምሳ ሽሕ ክፈሉ እሞ ካርታ ንከምፀልኹም ተባሂሎም ሓምሳ ሽሕ ዘይካፈለ ዓዲ የለ ኩላ ኣንፃር ኣንፃራ ሓምሳ ሽሕ ካፊላ እያ ማለት እዩ ስለዚ እንታይ እየ ክብለኩም ደልየ ኣብ ደብሪ ማይ መብራት የለዎ ከተማ እዩ ሓድነቶም መቐለ እዩ መቐለ ሰሪሕካ ትበልዕ ደስ ይለካ ኣብቲ ዓዲ ሰሪሕካ ክትበልዕ ደስ ይለካ ምንም በቃ እንደገና ድማ ህዝቡ ብዙሕ እዩ ዓዱ ድማ ብዙሕ እዩ ምክንያቱ እውን ድሕር ህዝቡ ብዙሕ ኮይኑ ዓድታት ለበለ እንድሕር ብዙሕ ኮይኑ ድማ ሰሪሓ ልክትበልዕ ደስ ይልብለካ ቁሸት እንድሕር ንእሽተን ዓድታት ሃልዋ ግን መን ክመፀካ እንታይ ከትሰርሕ እዩ ኣንሕና ኣብ ስደት ዘለና ብዙሕ ነገር ስለ ንሓስብ እየ ኣነፅረ ቢለ ኣግፈሐ ቢለ ስለ ክናገረኩም እየ ስለዚ ናብቲ ገዛና ክንደይ ሰራቤዝ እዩ ክንደይ ከሒዝዎ ኩንትራት ብዝብል ኣነፂር ኣቢለ ከውግዐኩም ማለት እዩ ብዝሓት ኣሕዋተይ ኩንትራትሲ ኣብዚ ሕዚ ሰዓት ኻዊሮም እንታይ ንገብር ምክንያቱ ኣብዚ ቅድም ኢልካ ዳሕና እዮም ነይሮም ኣብዚ ሕዚ ሰዓት ግን ሓቂ ንምንጋር ኩንትራት ኩሉ ሰብ ካብ ምስ ሰብ ግበረለይ ካብ ምስ ሰብ ምግርጫይሲ ምስ ቅርሽና ዶኾን ይሕሸና ቅርሽና ፍሲስና ዶኾን ፀዳል በለ ገዛ ፅቡቅ ገዛ ተስሪሕናሲ እንክቕመጠሉ ካዛ ዝበለልና እግዚኣብሄር እንክቕመጠሉ ደስ ዝበሃሊ ገዛስ ንክነስርሕሲ ኩንትራት ይሕሸና ልብል ሰብ ብዙሕ ስለ ዘሎ እዞም ኩንትራት ድማ ብጣዕሚ ሓዊሮም እዮም ማለት እዩ ኣብዚ ሕዚ ሰዓት እዛ ገዛ እዚኣ ናንቅል ትስራሕላ ከምቲ ንረእኹምዎ ኣርማትራ ሙሉኡ ኩሉ ነገር ናይ ሽንቲ ቤትለ ነዲቖም ፍሒሮም እዮም እዚ ገዛ እዚ ክንደይኸ ተኳናቲሮምዎ ብዝብል ስፍሓቱ ሪኢኹምዎ ኢኹም ክልተ ሚእቲ ካሪ ቅድም ኢላ ሓንቲ ገዛ እኳ ኣስሪሓትላ ነይራ ያው ውሳ እኳ ኣብ ማእኸል ከፍ ኢላስ ዝሮ ዝሮ ፅብብ ፅብብ ኣቢላ እያ ገዛ ተስርሕላ ማለት እዩ እዚ ገዛ እዚ ሳላ ምስ መደቀሲኡ ኖርማል ገፊሕ እዩ ሓሙሽተ ብሸውዓተ እያ ጌራተን እያ እንደገና ድማ ሓደ መደቀሲ ኣለዎ ሓደ ሰርቪስ ዘለዎ ግቢ ሙሉ ክልተ ሽንቲ ቤት ሓደ ብውጭና ሓደ ብደገ ብውሽጢ ሓደ ብደገና ሓደ ብውሽጢ ጌራ ክልተ ሽንቲ ቤት ይበሃል እዚ ደሓን ሞ ዘን ሽንቲ ቤት ምንም እንትን ስለለይብለን ብጣዕሚ እየን ፀበብቲ ምክንያት ናይ ሽንቲ ቤት ከምቲ ትርእይዎ ኣለኹም እዚ ሽንቲ ቤት በዓሉ እዚ ማለት እዩ እንደ ሓደ ገዛ ደን ሓስበን እንደ ሓደ ገዛ እኳ ኣይሕሰባይ ግን ንእሽተን እንደዳ ክሽንዮስ ክነሓስባ ንኽእል ኢና እሱ እንደ ሓደ ሰርቪስ ሓደ ሳላ ምስ መደቀሲኡ ግቢ ሙሉእ ሓንፂፁ እስካብ ቆርቆሮ እስካብ ማዕፆ ክንደይ ተካሪቡ እንደይ ተኳናቲርዎ ኣሎ ሕዚ ሰዓት ክልተ ሚእቲ ዒስራይ ሰምዕነኹም ክልተ ሚእቲ ዒስራይ ሽንቲ ቤት ሓደ ብደገ ሓደ ብውሽጢ እዩ እዚ ክንደይ ይበሃል ክልተ ማለት እዩ ሓደ ሰርቪስ ሓደ ሳላ ምስ መደቀሲኡ ሰለስተ ሰራቪስ ደይበሃል እንደገና ድማ ሓደ ዳክሽን እየ ግቢ ሙሉእ ክልተ ሚእቲ ዒስራይ ተካሪዎ ኣሎ ግን ሓደ ገዛ እውን ክትውስኸለ ኢኻ ኢላቶ ምክንያቱ ስፍሓቱ ብጣዕሚ እዩ ሰፊሕ ክልተ ሚእቲ ካሪ እንግዲህ ክልተ ሚእቲ ካሪ እስካብ ሽዱሽተ ሰራቢት ሓምለ ስራሕ ትፈልጥዎ ኣለኹም ኣሕዋትይ ወዶ ኣርባዕተ ሚእቲ ካር እውን እስካብ ዓሰርተ ሰለስተ ገዛ ሓምለ ስራሕ ትፈልጥዎ ኣለኹም ግን ኮይኑ ኣነ ሓጢጠ እየ ለስርሕ ክልተ ሚእቲ ካሪ ስለልኾነት ክልተ ሚእቲ ካሪ ሲ መኒኣ ከትርፈላ ኮይናዋ ጠቕልል ኣቢለ ግን ብዙና ቃደም ገዛ ለስርሐቶ እሞ ኣው ይጽናሕ እንደገና ድማ ኣርባዕተ ገዛ ከስርሐሉ እኒኤኒ ኢላ ያው ልዘን ሰለስተ ሰራቢዝና ክልተ ዳሽንቲ ቤት እንደገና ድማ ዳክሽን እየ ግን ብምሉእ እያ ተኳናቲራ እኒኣ ማለት እዩ እቲ ሓደ ገዛ ድማ ድሓር ክጭመሮ እዩ ምክንያቱ ድሓር ልክ ትውስኾ ሓደ ገዛ ወስኸለይ ኢላቶ እኒኣ ሓፍትና ማለት እዩ ጠቕላላ እንዲኾን ዶ ኣርባዕተ ገዛና ክልተ ሽንቲ ቤት እንደገና ድማ ሓደ ዳክሽንየ ግቢ ሙሉእ እሳ ግን ልሰለስተ እያ ከዝ ተዋዓዒላ እኒኣ ናዝ ሓደለ ክንደይ ሃምልብላ ዝሮ ዝሮ ብሓደ ኮይና ክንርዮ ኢና እስካብ መጨረሻ ክርእየኩም እየ እዚ ገዛ እዚ ኣብ ምንታይ በፅሐ ኣብ ምንታይ ተተብሃለ እናወልኩ ብደንቢ ገይረ ሃሪፀ ከምፀልኩም እዮ ማለት እዩ ካልኣይ ነገር ድማ እዚ በዓል ሞያና ለ ወዲ ዕዳግ ሓሙስ እዩ እንድሕር ልከስረሐልክን ደሊክን ኣሕዋተይ ቁፅር ስልኪ ክዝርግሐልክን እየ ብጣዕሚ እዩ ኢድ ሞይኡ እቲ ገዛታት ለስርሐሎ ፍልይ ፍልይ ፍልይ ፍልይ ዝበለ እዩ ኣነ ክነግረክን ይኽእል እውነት ብሓቂ ማለት እዩ ኣብኡ የብፅሐና ኣነ እውን ኣብ ገዛ ምስራሕ የብፅሐኒ ለይሰራሕ ክን እውን ኣብኡ ልክ ትበፅሓ ያው ትሕቲ እግዚኣብሄር ኮይና ኩሉ ነገር ክንሪኦ ማለት እዩ ስለዚ እንታይ እየ ክብል ደልየ እዚ ቆልዓ ብጣዕሚ እዩ እድሞይኡ ብጣዕሚ ጥበበኛ እዩ ስለዚ ቁፅር ስልኪ ልደለኽን ኣሕዋተይ ከምፀልኽን ክኽእል እየ ገዛ ልከስረሐልኽን ልደለኽን ክተስራሓ ትኽእል ኣይኽን ኣርባዕተ ገዛ ድዩ ሓሙሽተ ገዛ ድዩ ሽዱሽተ ገዛ ድዩ ልደሎ ኹኖ በቃ ንስኻትን ብቻ ቦርሳኽን እና ጁባኽን ቕርሺ ይሃሊኽን ኣሕዋተይ ስለዚ እንታይ እየ ክብል ደልየ ከምቲ ትርእይዎ ኣለኹም ረእይዎ ረእይዎ ሃመ ገይሩ ነዲቑዎ እኒኦ ሽንቲ ቤት ረእይዎ እዚ ከዚ ኩሉ ነገር በዓሉ ልክ ውድኦ ረእይዎ እቲ ገዛ ለፍሊል ዮቢልዎ እቲ ማይ ኣቀማምጣ ኩሉ ነገር እንግዲህ ገዛ ክስረት ከሎ መጀመርያ ደሰ ይብል ብሓቂ ምክንያቱ ሃመ እዩ ክኾን እንታይ እዩ ክኾን ኣንሕና ስለ ናዩ ሞያ ስለ ለይብና ናዩ ስለ ፍልጠት ዘይብና ገዛ ግን ተሰሪሑ ግቢ ክትውቃዕ ከሎ ግቢ ማዕፀ ክውቃዕ ከሎ ብጣዕሚ እዩ ደስ ልብል ከዚ ትማሊ ሃምዝለኩም ለኹ ትማሊ ስለለይ ሰደዱለ እዮም በይ ትማሊ ቡሊኮት ይኹን ግዛዕ ይኹን እናፈላለዩ ይውዕሉ እዮም ያው ዝሮ ዝሮ ልገደደ ብልበለፀ ደስ በሃሊ ክኾኑ እዩ ብልበለፀ ድማ እስካብ መጨረሻ እስካብ ቆርቆሮ ይኹን ምስማር ይኹን ቀለም ይኹን ክንደይ ሃምሉ ወደ ብደንብ ገይረ ሒዘልኩም ክመፅእ እየ ከምዚ ዓይነት ሓበሬታ ብዙሕ ዓይነት ስለለለኒ ኣነ ድማ ምስማዓል ሞያ ካመይ እዩ እንታይ እዩ እናበልኩ ኣነፂረ ስለ ለምፀርካ ኣብ ደለኹንኦ ቦታ ከምፀር ክኽእል እየ ማለት እዩ ያው ከምቲ ትርእይዎ ኣለኹም ናይ ሎማዓንቲ ብዴና እዚኣ ትመስል ነይራ ኣሕዋተይ ኩንትራት ይግደደሉ ቅርሺ ካምበይ በዓል ሞያ እንድሕር ጥዒ ልበለ ሃሊካ ኮይኑ ብጣዕሚ እዩ ደስ ልብል ቅርሺ ምፍሳስካ እንድሕር ሊቃርየካ ኮይኑ ኣብ ጥዕይ ዝበለ ሞያ ምስራሕ ይሕሽ ኣሕዋተይ ኣሕና ከዓ ስደት ዘለና ግበረለይ ክንብል ካብቲ ሓምሳ ሽሕ ካብቲ ሚእቲ ሽሕ ካብቲ ብዙሕ ነገር እዩ ዝጎድለካ ካብቲ ቅርሺ እሞ የራሲ ጉዳይ ምንም ችግር የብሉይ ግን ከዓ መኣዝዩ ክውድአለይ መኣዝዩ ማዕፀ ክወቅዕ መኣዝየ ቀለም ክቀለም እናበልካ ልብኻ ሕጽር ሕጽር እናበለካ እንድሕር ተሎ ኢሉ ሰሪሕኻ ከፍ ለየበልካ ትርጉም የብሉ ምስ ቅርሺ ካለ ትበኣስ ኣለኻ በዓል ሞያ ድማ ከምዚ ይብለካ ስለዚ ኣብ በዓል ሞያ ድማ ኣነጽር ቢልክን ላፍቲ ላፍቲ ለይብል እተያ ልምባል ገሊኤ እያ ህንደይ ብዙሓት ኣለዋ በዓል ሞያ ኮንትራት ሂበን እስካብ ክልተ ዓመት እስካብ ሰለስተ ዓመት ትኽል ልበለው ማለት እዩ ሃመይ እስካብ ክልተ ዓመት ሰለስተ ዓመት ከታይ ናገበርክን ትብላ ትኽእል ኣይኮነ ወዶ ግን ከዓ ኣውዲ ቀቢሎም ጉዕዝር ላፍታ ወዲያው እንጀራኻ ማለት እዩ ኣውዲ ቀቢሎም ጉዕዝር ብሪኮት ተራግፍ እናሃለየ ሓሸዋ ተራግፍ እናሃለየ ኩሉ ነገር ተዘጋጅ እናሃለየ ሃምዚ ልገብሩ ነደቐትለ ስለ ዘለዉ ጥንቅቕ ንበል ያው ኣብዚ ወዲኤ እኒኹ ባይ ባይ ሰናይ ምሸት